መደብ ሽንግርዋ ኣካዳሚ ከምዚ ክንከታተሎ ዝቐነና ናብ ምዝዛም ናብ ራብዓይ ገጹ እዩ ዝኸይድ ዘሎ። ነዚ ራብዓይ መዛዘሚ ውድድር ድማ ዝተፈላለዩ ምድላዋትን ምሽብሻባትን ብወገን ተወዳደርቲ ኮነ በቶም ኣዳለውቲ ይግበር ኣሎ። ነዚ ዝድህስስ ትሕዝቶ እምበኣር ኣብ መደብ ቆላሕታ እዩ ክቐርበልና። ክትከታተሉና ብኣኽብሮት ንዕድም።

ሽንግርዋ ኣካዳሚ ኣብ ራብዓይ መድረኽ፣ ዓቕምታት ብምፍታሽ ሰፊሕ ባይታን ዕድልን ብምፍጣር ዘይተዳህሰሱ ከዋኽብቲ ንምርካብን ብኡ ኣቢልካ ድማ ኣብ ዕብየት ስነ-ጥበብ ምቕሉል ኣበርክቶ ንምግባር ዝዓለመ መደብ እዩ። ኤርትራዊ ሽንግርዋ ኣካዳሚ ሽንግርዋ ኣካዳሚ ሰፊሕ ዒላማን ንጹር ሸቶን ብምቕማጥ፣ ምስ ሰብ ተውህቦን ክእለትን ዓቕሞም ዝፍትሽን መጻኢኦም ዝእምትን ኮይኑ ይሰርሕ ኣሎ። እዚ ብውድድር ዕላማታቱ ዘተግብር መደብ እዚ፣ ዝተፈላለየ ንኡሳን ሞያታት ይሓቁፍ። ንክእለትን ብቕዓትን ድምጺ፣ ንፍሉይነትን ምልከትን ያታዊ መሳርሒ ሙዚቃ ከምኡ ድማ ንሳዕስዒትን ትልሂትን ይፍትሽ። ከዋኽብቲ ይድህስስ። ሰብ ትዕድልቲ ክኸድዎ ዝግባእ መገዲ ሞያዊ ምኽሪ የስንቕ። ካብ መፋርቕ ክልተ ሽሕን ዓሰርተ ሸውዓተን ጀሚሩ ድማ ኣብ ምድላዋትን ውድድር ኣብ ምክያድን ጸኒሑ። እቶም ካብ መላእ ሃገር ብድምር ሸውዓተ ሚእቲ ዝበጽሑ ተወዳደርቲ ካብ ምዝገባ ክሳብ በብገጻቱ ዝካየድ ውድድር ኣካይዶም። ነቶም ዕድል ክረኽቡ ዘይክእሉ ኣብ ርሑቕ ገጠራትን ከባቢታትን ዝነብሩ ዕቑር ክእለት ዘለዎም መንእሰያት ባይታ ንምፍጣር ናብ ኩለን ዞባታት ብምንቅስቓስ ኣብ ነብሲ ወከፍ ቦታ፣ ከባቢ፣ ነቲ ውድድር ሚዛን ዝውስኽን ህንጡይነት ከሕድር ብዝኽእል መንገዲ ምምያ ብምሕላፍ ናብ ራብዓይ መድረኽ ተበጺሑ ኣሎ። ሸንግርዋ ኣካዳሚ ነቲ ናይ ምምማይ ንጥፈታትን ውድድራትን ንምክያድ ናብ ኩለን ዞባታት ሃገርና ክሳብ እቲ ዝረሓቐ ከባቢታት ብምንቅስቓስ ንሕብረ ብሄራት ዝውክሉ መቦቀላዊ ሰረት ዘለዎም ትልሂታትን ምልከትያታዊ መሳርሒ ሙዚቃ ዘለዎም ከለሊ ክኢሉ እዩ። መደብ ሽንግርዋ ኣካዳሚ ኣብቲ ዝሓለፈ መደባት ሰለስተ መደባት ዝሓለፈ ናይ ደርፊ ውድድር ጥራሕ እዩ ነይሩ ኩላህና ከም ንፈልጦ ማለት እዩ ሕጂ ብዚ ራብዓይ ዙርያ ግን ናይ ደርፊ ናይ ትልሂት ናይ ያታዊ ምልከት ያታዊ መሳርሒ ሙዚቃ ውድድራት ሰለስተ ዓውድታት ሒዝና ኢና ተበጊስና ማለት እዩ ዳርጋ ሓደ ዓመት ገይሩ ኣሎ እቲ ስራሕ ካብ ዝጅምር ስለዚ ብኩለንትንኡ ስፍሕ ዝበለ ዋላ እቲ እንበጽሖ ቦታታት ናይ ኤርትራ እውን ኣብ ኩሉ ዞባታት ኣብ ገለ እውን ኣብ ንኡሳን ዞባታት በቲ ዓቕምና ዘፍቅዶ ኣብ ቦትኦም በጺሕካ ክትፍትሽን ከተዋዳድርን ናብዚ ምጹ ኢልካ ክትጽበይን በበይኑ ስለ ዝኾነ ዳርጋ ክሳዕ ርሑቕ ገጠራት ክሳብ ኣፋምቦ ክሳብ ኣፍዓበት ወሪድና ዓሰብ በጺሕና ወዘተ ኩሉ መላእ ኤርትራሲ በጺሕናዮ ኢና። እቶም ኣዝዮም ርሑቓት ዝኾኑ ንኡሳን ዞባታት ከኣ ምስቶም ኣመሓደርቲ ናይ ንኡሳን ዞባታት፣ ምስ ወከልቲ ሃማማተኤ ርክባት ተገይሩ ብዝተኻእለ መጠን እቲ ድሌትን ተውህቦን ዘለዎ መንእሰይ ተመዝጊቡ ናብቲ ርእሲ ከተማ ናይታ ዞባ መጺኡ ክወዳደር ከም ዝኽእል ብኸምዚ ስለ ዝሓዝናዮ ኣብቲ መጀመርያ ኣብቲ ዝሓለፈ ዙርያታት እንተበዝሐ ሰለስተ ሚእቲ ተዋዳደርቲ እዮም ነይሮምና። ኣብዚ ዓመት እዚ ግን ሸውዓተ ሚእቲ ተዋዳደርቲ፣ ልዕሊ ሸውዓተ ሚእቲ ተዋዳደርቲ እውን ክንብል ንኽእል ኢና፣ እዮም ተመዝጊቦም ተሳቲፎም ማለት እዩ። ስለዚ እዚ ቀዳማይ ዙርያ ብኸምዚ ሒዝናዮ ናብ ካልኣይ ዙርያ ሰጊርና፣ ኣብ ካልኣይ ዙርያ እውን ስቲል ኣብቲ ርሑቕ ቦታታት ኬድና እቲ ካልኣይ ናይ ካልኣይ ዙርያ ውድድር ብዘይ መሳርሒ ሙዚቃ፣ ኣጻፊፍና ማለት እዩ። ስለዚ ካብቲ ሸውዓተ ሚእቲ ዝነበረ ቅርጥው ዝበለ ቁጽሪ ናብ ካልኣይ መድረኽ ሓሊፉ። ሳልሳይ መድረኽ እዚ ሕጂ ዝፍኖ ዘሎ ኣብ ዌስት ኤንድ ኣብ ኤክስፖ ኢና ኣካይድናዮ። ኣብዚ እቲ ናይ መጓዓዝያ ካብ ርሑቕ ምምጻእ፣ ቀሊል ኣይኮነን እቶም ተዋዳደርቲ ግን ኣብዚ ናይ መጓዓዚኦም መደቀሲኦም ተኻኢሉ ኣብዚ ከምዝመፁ ተተባቢዖም ከዓ እቲ ስራሕ እቲ ውድድር ክቕፅልዎ ተባሂሉ ብኸምዚ ተታሒዙ ዳርጋ እቶም ዝሓለፉ ብሙሉኦም መፂኦም ሳልሳይ መድረኽ ክብድ ዝበለ እዩ ነይሩ ናይ ኪቦርድ መሰነይታ ነይርዎ ነቶም ደረፍቲ እቶም ተላሃይቲ እኳ ብፕለይባክ ሙዚቃ እዮም ድላሃዩ፣ ዋላ ኣብዚ ራብዓይ መድረኽም። እቶም ያታዊ መሳርሒ ሙዚቃ እውን በቲ ዝተዋህቦም ምኽርን ምዕዶን በብደረጅኡ እንዳዓበዩ እንዳዓበዩ ዝያዳ ኣብቲ ሞያ እንዳጠሓሉ መፂኦም ሓያል ዝኾነ ውድድር ተኻይዱ ማለት እዩ። መሻሉ ጎበዝ ናይ መሻሉ

ኣብ ልበይ ክድቅስ ቦታ ገዲፈሉ ምሒር ኣብዚሐዮ ትዕቢት ኣድሂብሉ።
ኣባላትን ኣካየድትን ሽንግሮ ኣካዳሚ ካብ ፈላሚ መድረኽ ክሳብ እዚ እዋን እዚ በጺሕዎ ዘሎ ናይ ራብዓይ መድረኽ ውድድር ንምስላጥ ሓያልን በዳህን ስራሕ እዩ ኣሰላሲሉ። ብፍላይ ድሕሪ ሳልሳይ መድረኽ እቶም ነዚ ዝበቕዑ ተወዳደርቲ ኣብ ድምጺ፣ ሙዚቃን ትልሂትን ዘተኮረ ትምህርቲ ኣብ ንያላ ሆቴል ተዓጽዮም ኣብ መሞያኦም ሰረት ዘትሐዞም ሞያዊ ትምህርቲ ከም ዝቐስሙ ይግበር ኣሎ። እዚ ጽዑቕ ትምህርታዊ መደብ፣

እዞም ኣብ ራብዓይ መድረኽ በጺሖም ዘለዉ ተወዳደርቲ ሽንግሮ ኣካዳሚ ኣብ ፈላሚ ክንዮ ድሌትን ተውህቦን ኣብ ዕምቆትን ፍልጠትን ሙዚቃ ኣፍልጦ ኣይጸንሑምን። ካብ ቀዳማይ መድረኽ ኣትሒዞም ብዙሓት እቲ መባእታዊ ዝኾነ ተውህቦ ኣለዎም ኢልና ዝተረዳኣና እዮም ናብ ካልኣይ መድረኽ ከም ዝሓልፉ ተገይሮም። ስለዚ እቲ ብዝሒ ስለ ዝነበረ ነፍሲ ወከፍ ተወዳዳራይ ብቕዓቱ ውሽጢ ኣእቲኻ ክትፈልጦ ኣጸጋሚ እዩ። ሓደ ሓፈሻዊ ስእሊ ጥራሕ እዩ ዝህልወካ። ድሕሪኡ ግን ናብ ካልኣይ ናብ ሳልሳይ መድረኽ እንዳዓበዩ ክኸዱ ከለዉ፣ እቲ ዘለዎም ተውህቦ እቲ ዘለዎም ብቕዓት እውን ብኡ መንፅር እንዳዓበየ ይኸይድ ከም ዘሎ ይርደኣና እዩ። ብዝበለፀ ከዓ ሕጂ ኣብዚ ራብዓይ መድረኽ ምስ መፁ ናይ ብሓቂ ፅምኢ ናይ ትምህርቲ ፅምኢ ናይ ፍልጠት ከም ዘለዎም ተረዲእና። ስለዚ ካብቲ ኣውፂእናዮ ዝነበርና ስኬጁል ናይ ትምህርቲ ሰዓታት ተወሳኺ ሰዓታት ክንገብር ተገዲድና ማለት እዩ ብናቶም ተገዳስነትን ድፍኢትን ስለዚ ብቕዓት ኣለዎም ተውህቦ ኣለዎም እቲ ክፈልጥዎ ዝግባእ ነገር ግን ብዙሕ እዩ ኣብቲ ከምቲ ቀጻሊ ንብሎ ከኣ እቲ ናይ ኣካደምያዊ ናይ ሙዚቃ ትምህርቲ ኣብ ሃገርና ከምቲ ዝድለ ስለ ዘየለ እቲ ዝኣክል ትምህርቲ ስልጠና እውን ስለ ዘይወሃቦም ብሓይሎም ብሓልኮት ናቶም ዝበጽሕዎ ደረጃሃት እዩ ገሊኦም ተውህቦ ጥራሕ ሒዞም ተበገሱ እዮም ምስቲ ዝገበርዎ ተመክሮታት ኣብዚ መደብ ሽንግርዋ ከዓ እንዳበሰሉ መፅዮም ገሊኦም እኹል ዝኾነ ተመክሮታት ኣብ ዝተፈላለየ ጉጅለታት ክዋስኡ ክደርፉ ዝፀንሑ ሕጂ ግን ኣብዚ ምስ መፁ ኣብቲ ትምህርቲ ምስ ኣተኻ ኣብቲ ክእለቶም ኣብቲ ብቕዓቶም ምስ ፈተሽካ ብዙሕ ዘድልዮም ነገር ከም ዘሎ ትርዳእ እሞ ምስቲ ዘለዎም ጽምኢ ከኣ እቲ ዝዋህብዎ ዘለዉ ትምህርቲ ብዕቱብ ሒዞም ክሰርሕሉ ብዕምቆት ብተገዳስነት ክትርእዮም ከለኻ ብሩህ ዝኾነ መጻኢ ክህልዎም ከም ዝኽእል ኣንፈት ይህበካ።
ብሓፈሽኡ እቲ ዓቕሞም ካብ ዝተፈላለየ ድሕረ ባይታ ስለ ዝመጹ ኣብቲ ዓቕሚ ንኣሽቱ ፍልልያት ክህሉ ናይ ግድን ይኸውን ግን ኣብቲ ስነ ጥበባዊ ሰራሕ ግን ንኣስታት ኣርባዕተ ራብዓይ መድረኽ ኢና ሕጂ ክንከይድ ሰለስተ መድረኻት ተጓዒዞም ስለ ዝመጹ እሞ ካብኡ እናተዓወቱ እናተዓወቱ ስለ ዝመጹ ኣብቲ ዓቕሚ ክትሪኦ ከለኻ ዳርጋ ውግእ ናኣሽቱ ፍልልያት ገዲፍካ ኣብ ሓደ እዮም ዘለዉ ኢልና ክንዛረብ ንኽእል ኢና።

እዞም ተወዳደርቲ በዚ ዝወሃቦም ዘሎ ትምህርትን ዘለዎም ተውህቦን ክእለትን ተሓጊዞም ኣብ መፃኢ ፅቡቕ ኣንፈት ክሕዙ ከም ዝኽእሉ ስነ ጥበበኛ እስቲፋኖስ ዮውሃንስ ይሕብር። ናይዚኣቶም መፃኢ ማለት ንሕና ከም ሽንግርዋ ኣካዳሚ ርኢቶ ክህልወና ይኽእል ይኸውን ኣብቲ መፃኢታቶም ግን ኣብቲ ዝውሰን ጉዳይ ምናልባት ይውሰን ድዩ ኣይውሰን ድዩ ሕጂ ከምዚ ክኸውን ኢልካ ክትዛረብ ኣይትኽእልን። ኣብ መጻኢ ግን እቲ ዘሎ ርእይቶ እንታይ እዩ ብፍላይ እዞም ካብዚ ራብዓይ መድረኽ ጀሚርካ ዘለዉ ተወዳደርቲ ኣርብዓን ሓደን ተወዳደርቲ በብቲ ናቶም ዓውዲ ኣብ ትልሂት ዘለዉ ኣብ ድምጺ ዘለዉ ኣብ ያታዊ መሳርሒታት ሙዚቃ ዘለዉ በብቲ ዘለዎ ተጠርኒፎም ንዝተወሰነ እዋን ገለ ነገር ክሰርሑ ተዝሕሰብ ጽቡቅ ኔሩ ምክንያቱ ሓደ ናይ መንእሰያት ስነ ጥበበኛታት ጉጅለታት ፈጢርና ኣለና ኢልና ክንዛረብ ስለ ንክእል ማለት እዩ ስለዚ መጻኢኦም ውሑስ ንክከውን ርግጽ እዩ ምስኡ ዝከይድ ተኣሳሲሩ ዝከይድ ናይ ባጀቱ ጉዳይ ናይ ገለ ክህሉ ክእል ክከውን ግን ከም ሕልና ከም ስነ ምግባር ከም ስራሕ ክትሪኦ ከለካ ግን እቲ ድሌት

ሓደ ካብ ክፋላት ሽንግርዋ ኣካዳሚ ውድድር ያታዊ መሳርሒ ሙዚቃ እዩ። ኣብዚ ውድድር እዚ ዝሳተፉ ዘለዉ ተዋዳደርቲ ክእለትን ተውህቦን እኳ እንተጸንሖም፣ ብስነ-ፍልጠታዊ መንገዲ ብዛዕባ ህርመትን ምልከትን ቅድታትን ግን ኣፍልጦ ነይርዎም ክበሃል ኣይከኣልን። ኣብ ሽንግርዋ ኣካዳሚ ውድድር ያታዊ መሳርሒ ሙዚቃ ምህላው ኣብ ተወዳደርቲ ዓቢ ጽልዋ ነይርዎ እዩ። እዚ ዝወሃብ ዘሎ ትምህርቲ ድማ፣ ነቲ ብልምዲ ከካይድዎ ዝጸንሑ መሳርሒ ሙዚቃ ዓሚቕ ፍልጠት ንኽቐስሙ ባይታ ዝፈጥር እዩ።
እታ ያታዊ መሳርሒ ሙዚቃ እቲ ዝማሃርዎ ዘለዉ ብልምዲ እንድዮም ዝጻወቱ ሰብ ከም ቃሕ ዝበሎ በታ ገሊኡ ንኣብነት ናይ ካልእ ሰብ ሪኡ ይቀድሕ ሕጂ ቀጻሊ ንዛረባ ከምዚ ክትገብረልና ከባቢ ከምዚ ክብሉ ኣለዉ ኣብቲ ሪኢቶ ንህቦ ቀጻሊ ሰሚዕክሞ ኣለኹም ሕጂ ዝያዳ ኣብቲ መሳርሒ ዕምቆት ናቱ ብከመይ ትገልጽ ሓንቲ ደርፊ ምናልባት ክትድረፍ ከላ ሰብ ግጥማ ይሰምዓ የስተማቅራ እቲ ሙዚቃ ኣሎ ኣብያታዊ መሳርሒ ሙዚቃ ግን እቲ ሙዚቃ ጥራይ እዩ። ሕጂ ምስኡ እንታይ የድልየካ እቲ ተክኒክ የድሊ ንባዓሉ እቲ ኣወዳድቃ ናይቲ ናይቲ ዜማ እቲ ፍሬዝስ ንብሎ ሶሎ ክገብር ከሎ ከመይ ይገብር እንታይ ዓይነት ብቅዓት ክህልዎ ኣለዎ ምስ ካልኦት ናይ ዓለም እቶም ፍሉጣት ዝባሃሉ እቶም ንፉዓት ዝባሃሉ ንሪኦም እንድና ከምዚ እዩ ኢልና ትንተና ንገብር እና ሕጂ ታሪክ ብውሽጣዊ ዕምቆት ኣትዮምሲ ብልክዕ ከም ዘንጸባረቕዎ እዮም ዝመሃሩ እቲ ኣብዚ ዝመሃርዎ ዘለዉ ማለት እዩ ስለ ኣብዚ ሕጂ ዝያዳ ከኣ ፈጠራውነት ከኣ መዓልታዊ ቀጻሊ ፈጠራ ቀጻሊ እዚ ሓድሽ ነገር ከቕርቡ ከም ዘለዎም ኢና ነተባብዖም ስለዚ ንሕና እቲ ጽቡቕ ኣጋጣሚ ኮይኑ ምናልባት እንታይ ሕጂ ካብ እተፈላለየ ከባቢታት እንድዮም መጺኦም ንባዕሉ ደረጃ ናይ ትምህርቲ እተፈላለየ እዪ ሕጂ ኣብዚ ግን እታ ሙዚቃ ጥራሕ እንተልያቶ ግን ከመይ ጌሩ ንነፍሱ ከም ሙዚቀኛ ክሰርዓ ይኽእል እቲ ነፍሱ ኖርማል ኣነስ ኣይክእሎን እየ ዝብል ዝነበረ ከመይ ጌሩ ይኽእሎ ኢና ንምህሮም ስለዚ

ዝጻወትዎ ጸወታታት ድማ ፍሉይ ዓይነት ከም ዝጻወቱ እምነት ናትና እዩ። ዝያዳ ከኣ እቲ ያታዊ መሳርሕታት ሙዚቃ ናትና እቲ ናብ ናይ ምዕራባውያን መሳርሒ ኣርዒምና ዘለና ንኣብነት ከም በዓል ሳክስ ንብል ኦርጋን ንብል ንያት ናትና ያታዊ መሳርሒ ሙዚቃ ዝያዳ ኣድህቦ ክግበረሉ ከም ዝኽእል ፍሉይ ነገር ክስራሓሉ ከም ዝኽእል ብዙሕ ነገር ኣብኡ ክስርሑ ከም ዝኽእሉ ሓደ ጽልዋ ከርእየና እዩ። ምናልባት እዚ ኣብ ዓመት ወይ ከኣ ኣብ ሽዱሽተ ወርሒ ወይ ዓመትን ፈረቓን ክንብሎ ኣይንኽእልን ንኸውን ግን ኣብዘን ሰለስተ ዓመት ግን ፍሉይ ክሰርሑ ካልኦት ሰባት ከኣ ክጸልዉ ከኣ ከምዚ ተማሂሮም ከኣ ንዕኦም ሪኦም ከኣ ካልኦት ሰባት ከኣ ደጊሞም ከኣ ካልኦት ሰባት ከተባብዑ ዓቢ ተስፋ ናትና እዩ። ውድድር ትልሂት እውን ሓደ ካብ ሰሓብቲ ክፋላት ሽንግርዋ ኣካዳሚ እዩ። ኣብዚ ራብዓይ መድረኽ በጺሑሉ ዘሎ እዋን፣ ተወዳደርቲ ካብ ቀዳማይ መድረኽ ኣትሒዞም ብከቢድ ውድድር ዝሓለፉ እዮም። እዚ ውድድር እዚ ድማ ኣብ ዕብየት ትልሂት ሃገርና ዘይነዓቕ ኣበርክቶ ክህልዎ እዩ። እዚኦም ተወዳደርቲ እዚኦም ካብ ኩሉ ዞባታትን ካብ ትሽዓተ ብሄራትን እዮም ዝበዝሑ። ዳርጋ ሓያሎ ብሄራት ኣለዎ ውሽጦም። ካልኣይ ነገር ከኣ ናይ ነዊሕ ግዜ ተመክሮ ዘለዎም ኢዮም። ስለዚ እንታይ ኢዩ ትጽቢት ዝግበር ካብኣቶም? መጀመርያ እቲ መበቆላዊ ትሕዝቶ ናይ ትልሂት ሃገርና፣ መበቆላዊ ቅርጺ ናይ ትልሂት ሃገርና፣ ድሕሪኡን ሳልሳይ ዝዓበየ ነጥቢ ንዕኡ ብኸመይ ተቕርቦ፣ ኣብ መድርኽ ከመይ ትጥቀም፣ ኣጠቓቕማ መድርኽ፣ ስነ-ጥበባዊ ፈጠራን መሃዝነትን ዝብሉ ኣጠቓሊልካ፣ ኣብዚኦም ኣተኲሮም ዝሰርሑ ዘለዉ መንእሰያት ስለ ዝኾኑ፣ ንመጻኢ ዓቢ ትጽቢትን ዓቢ ተስፋን ኢና ንገብረሎም። ኣብዚ ናይ ሽንግርዋ መደብ ጥራሕ ዘይኮነ፣ ኣብ ዘዞባታቶም ብሃገር ደረጃ'ውን ብዙሕ ኣበርክቶ ክገብሩ ዝኽእሉ መንእሰያት ኮይኖም ረኺብናዮም ኣለና። ሕጂ እዚኦም እቲ መበቆላውነት ናይቲ ትልሂት ምስኦም ሒዞሞ መጺኦም እዮም። ሓደ ሓደ ንኣሽቱ ምትዕርራይ ጥራሕ ዘድልዮም ነገራት ኢና ነዕርዮም። ኣበርክቶኦም ከኣ ልዑል ክኸውን ምዃኑ ዘተኣማምን እዩ። ካልእ ገዲፍካ ብመድርኽ እዮም እናተወዳደሩ እናሰዓሩ እናሰዓሩ እዮም መጺኦም ናብ ራብዓይ መድርኽ በጺሖም። ሕጂ ኣብ ራብዓይ መድርኽ ከኣ ኣብዚ ተዓጽዮም ይመሃሩ ኣለዉ። ከምቲ ሽሙ ሽንግርዋ ኣካዳሚ እቲ ናይ ኣካዳሚ መደብ ሕጂ ኣብ ራብዓይ መድርኽ እዩ። ስለዚ ሕጂ እሳቶም ዝመሃርዎ ዘሎን ዘለዉን እቲ ናቶም ተመክሮን ሓዊስካ ኣብ ኣበርክቶ ናይ ትልሂት ናይ ሃገርና ዓቢ ተራ ክህልዎም ትጽቢት ይግበር እዩ። እዞም ኣብ ራብዓይ መድረኽ በጺሖም ዘለዉ ተወዳደርቲ ሽንግሮ ኣካዳሚ ካብቲ ዝነበሮም ትሑት ናይ ሙዚቃ ኣፍልጦ ወጺኦም ብዛዕባ ባህርያት ሙዚቃን ኣደራርፋን ኣጠቓቕማ ዝተፈላለዩ ቅድታት መሳርሒ ሙዚቃን ቅድታትን ትልሂትን ክፈልጡ ከምዝሓገዞም እዮም ዝገልጹ። እቲ ዝዓበየ ብ። ሓንቲ ብሄር ወኪልካ ምስ ትሽዓተ ሰባት ትሽዓተ ብሄራት ክትላለን እቲ ዝዓበየ መኽሰብ ንሱ እንድዩ። ኣብ ሓደ ኣብ ሓንቲ ኣብ ሓንቲ ዞባ ክንደይ ብሄራት ኣለዋ? ኣብ ሽዱሽተን ዞባታትና ከ ክንደይ ብሄራት ኣለዋ? ሕጂ ካብ ሽዱሽተን ዞባታት ትሽዓተ ብሄራት በብወገናተን በብናተን ናይ ኣብ ግዜ ሓዘን ዝግበር ድዩ ኣብ ግዜ ሓጎስ ዝግበር እዩ ዝግበር ኮይኑ ብዝተፈላለየ እዮም ማለትስ ዝዓበየ መኽሰብ ረኺበ ኣለኹ ክብል ይኽእል። ሕጂ እኮ ኣነ ተላሃይት እንድየ። ኣብ መትሊት ሜህርኒ ግን ብዝዓበየ ሕጂ ብመምህር ካሕሳይ ኣብ ዝወሃበና ዘሎ መምህር ያቆብ ከምኡ ውን ሄርሞን ብ ዝዓበየ ኮንፊደንስ ከም ንመሃር እቲ ንላሃዮ ዘለና ከ ካብ ምንታይ ተበጊስና ብሽም ምልሃይ ደይኮነስ እታ ሒዝናያ ዘለና ብሄር እንታይ ትገልጽ ንምንታይ ከ ንላሃዮ ኣለና ኣብ ዝብል ትምህርቲ ብሽም ንሕና ቀደም ብሽም ምስዕሳዕ ንስዕስዖ ኔርና ሕጂ ግን ኣፍልጦ ሃልይናስ ንህዝብና ኣብ ቅድሚት ወጺና ብስዕሲዒትና ይኹን ከም ንገልጸሎም ሚሂሮሙና ሽኽ ኣኸሲብና ኣለና።
ዮሊ ኣብ ቤት ትምህርቲ እየ ከይደ መድረሰ ኣለ መድረሰት ድህኒ መድረሰ ኣለ ካብኡ ቅለ ተማሃሩ ከም በዓል ንእዞ ባጊ ምራ ኣመረ እንደኸፍኩ ካብኡ ኻን ፈንቅል ካብ ፈንቅል ከኣ ከነ ተማሃረ ኸነ ፌስቲቫል ኣመይ ምድነ ፌስቲቫል ከኣ ኣሰተ መርዓብ መሰልሕ ማለት እዩ ፈንቅል ሃዲ ካብኡ ኪኹለን ፌስቲቫል ኣሳቲፈ ማለት እዩ ኣብ መንክተማ ንግዲ ብዙሕ ለውጢ ርኤ

ኣነ ብሓቂ ብዙሕ ለውጢ ረኺበ ሕጂስ ኣብ ባራንቱ ኮፍ ኢለስ ኣብ መርዓ ድየ ኣብ ገለ ገለ ክጻወትን ሎሚ ኣብዚ ኣስመራ ካብ ሺንግርዋ ጀሚረ ስጋብ ኣብዚ በጺሐሲ ብዙሕ ለውጢ ሪኤ ብሓቂ ዘይ ብኢደስ ዘይስራሕኩ ወይ በቲ ኣባንገላኻ ዘይክሓርም ነገራት ከኣ ብዙሕ ረኺበ ካብ ሴባትን ካብትን ይማሃረና ኣሎ ሴባት ከኣ ብዙሕ ለውጢ ረኪበስ ካብ ቀደም ክገብር ነይረ ሎሚ ግዜ ኣብዚ ኣስመራ መጽየ ኩሎ ክሰርሕ እንካ ከ መራ ብዙሕ ረኪበ ኣነ በናተይ ሲ ኣብቲ ካዳማይቲ ክሃርም ኣብቲ ካልኣይ ክሃርም ሳልሰይ ክሃርም እዚ ሕጂ ኣብ ራባይ ገለ መጽየ ስራኩ ብሓቂ ብጣሚ ጽቡቅ ረኪበ። ሕጂ ስተን ለውቲ ቀብትነይ ክደምካ ወላ ሃሪመ ዘይፈልጥ ምህራም እኳ ረኺበ ከምዘን ናይ ኡጋንዳ ሰ ብ ሓንቲ ስልኪ ድ ተጻውቶም ወላ ብ ሰለስተ ድ ገለ ድጻውቶም ሕጂ ብዙሆ ካብኦም ተማሂረስ ወይ ገለ ምላ ኣብዘን ምምሃራት ግለ ሰለ ዘሎም ካብኦም እንዳ ተማሂረስ ከምዚ ግበር ከምዚ ግብረ እንዳኢሎምስ መራ ሓያል ለውጢ ረኺበ። ሕጂ ከኣ ኡካ ማቪሌስ ጽቡቕ ምግባር ከኣ ትደሊ ኣለኹ።
እወ ኣብዚ ውድድር ኣሎ ናቱ ነገራት ኣሎ ሕጂ ኣብቲ ትገብሮ ትሬንን ኣብኡ ትገብሮ ነገራትን ኣብዚ ከኣ ንውድድር ኢልካ ዝኾነ ነገር ትገብሮን ከምዚ ምሽ ኣሎ ከይጻዕርካስ ዝኾነ ነገር ከምዚ ኣብቲ ትደልዮ ቦታስ ክትበጽሕ ኣይትኽእልን ኢኻ መጀመርታ ክትጽዕር ኣለካ። ሕጂ እቲ ኣነ ቅድሚ ሕጂ ዝገብሮ ዝነበርኩ ከምዚ ገለ ነገር ተሓገዘኒ እኳ እንተኾነ ኣብዚ ሕጂ ዘለኹዎ ከኣ እዚ ናይ ትሬኒ እዚ ናይ ውድድር ከኣ ብጣዕሚ ከምዚ ሞር ከምዚ ዝኾነ ነገር ጌርካ ምድላዋት ጌርካ ገለ መለ ክትመጽእ ከለኻ ኣነስ ክሓልፍ ኢለ እየ መጽኤ እሞ ኣይ ሆፕ ከኣ ቤላ ብታዕሚ ከምዚ ብዙሕ ነገራት ዋላ ኣብዚ ትምህርቲ ከማን ብዙሕ ነገራት ገለ ነገራት ኣለዉ ዘይፈልጦ ኩሉ ሙሉእ ከይፈልጦን እየ ኣብቲ ዝፈልጦ ላይን ገለ ነገራት ክውስኽ ክኢለ። ክንዲ መኽሰብ ዝረኸብኩዎ እኮ ብሰባት ተፈላጥነት ቁሩብ ረኺበ ክሕግዙኒ ክኢሎም ማለት እዩ። ካብኡ ዝዓቢ መኽሰብ ከ የለን። ሓደ ሰብ እንተ ፈሊጥካ፣ ሓደ ስፖንሰር እንተ ፈሊጥካ ክሕግዘካ ይመጽእ፣ ድምጽኻ ሰሚዑ። That's why ጽቡቕ። እቲ ብዓቢኡ ናይ ባንያስ ትምህርቲ ቀንዲ፣ እቲ ቮካል እሱ ዝበለጸ ፍሉይ ነገር ንዓይ ማለት እዩ። ኣብ ዝኾነ ጉጅለ ባህልታት ከይድካ ትደርፍ፣ ድምጽኻ ቶናሊቲ ገለ። ቴምፖ እቲ ግዜ ገለ ይብልኻ ኣብ ድምጺ ግን ዝሕግዘካ ሰብ የለን እቲ ፍሉይነቱ ድማ ኣብዚ ናይ ባርኖማስ ትምህርቲ ፍሉይ ትምህርቲ ስለ ዝኾነ ፍሉይ እዩ ንዓይ። ምልኩ
መሪጽካን ናይ ኮነን ንቁም ነገር ትሑት ራኣኻ ጠባዩ ይንገር

ለይላላላ ለይላላ ኣላላላ ለይላላላ ላላላላ ለይላላላ ላላላላ። ሕጂ ኣነ ቅድሚ ሕጂ ክራር ውሱን ዝኮነ ትምህርቲ ተዋሂበ ማለት ኣብ ቤት ትምህርቲ ብራህባታ እየ ተማሂረ ብሓፈሻዊ እቲ ሙዚቃ ቅድሚ ምምሃረይ ግን እታ ክራር ብልምዲ እንድየ ክኢለያ ብልምዲ ምስ ከኣልኩዋ በዓል መምህር ዮናስ ወልዳይ ዝበሃሉ ከኣ ዓይነስዉር መምህር ዮናስ ወልዳይ ከኣ እቲ ካልእ መሳርሒ ከም በዓል ኦርጋን፣ ጊታር፣ ገለ ከኣ ጎኒ ጎኒ ታኽራ ንክመሃሮ ውሱን ዝኾነ ትምህርቲ ሂቡኒ። ምስቲ ናእሽቱ ዝነበርናዮ ደኣ እምበር እቲ ትምህርቲ ዓቢ ትምህርቲ እዩ ነይሩ። ግን ምስቲ ቁልዕነት እተን ዘድልያና ጥራይ ወሲድና ብድሕሪኡ ብተመክሮ ወሲኽና ኣብዚ ደረጃ እዚ በጺሕና። እታ ክራር ከኣ ካብ ጎኒ ጎኒ እቲ ካልእ መሳርሒ ክሳብ ሕጂ ካብ ጎኒ ኣይተፈለየትን። ከባቢ ዓሰርተ ከባቢ ዕስራ ዓመት ኮይኑ ኣሎ። ሕጂ ምስዚ ዘሎ ትምህርቲ ከኣ ዓቢ ጥቅሚ እየ ረኺበላ። ምኽንያቱ ክራርሲ ብልምዲ እየ ዘኽእላ ነይረ ሕጂ ግን ብትምህርቲ ንበዓል ጊታር ካልእ ዓይነት ህርመት ክሃርሙዋ ከም ድሌቶም ክገላብጡዋ ስለ ዘርእዩና ዘለዉ እዞም መምሃራንና ንክራር ውን ከምኡ ዓይነት ጌረ ክጻወተላ ከም ዝኽእልስ ዓቢ ትምህርቲ ቀሲመ ማለት እዩ። ሕጂ ካብቲ ዝነበረኒ ፍልጠትሲ ወሲኸ ኣለኹ ኣብ ልዕሊ ክራር ዝነበረኒ ኣረኣእያ። ክራርሲ ሓንቲ ውስንቲ መሳርሒ ምዃና እየ ዝፈልጥ ነይረ። ሕጂ ግን ምስ ኢንተር ናሽናል ዓይነት መሳርሒታት ክትሕወስ ከም ትኽእል ኣሚነ ኣለኹ ማለት እዩ። እዚ ትምህርቲ ከኣ ዓቢ ጠቕሚ ሂብኒ ኣሎ ማለት እዩ።

በተን ሓሙሽተ ስልኪ ሸውዓተ ስኬልስ ናይ ሸውዓተ ስኬልስ ይጻወት ኣለኹ ማለት እዩ ሕጂ እቲ ፍሉይነት ንሱ እዩ ብሓሙሽተ ስልኪ ጥራይ ሲ ናይ ሸውዓተ ስልኪ ክትጻወት ኣይትኽእልን ኢኻ ኣነ ግን ብጽፍረይ ብኢደይ ገለ እንዳሓዋወስኩ እተን ክልተ ዝተረፋ ኤክሰስ ስልኪስ እምልእን ኣለኹ ማለት እዩ ኣብተን ሓሙሽተ ስልኪ ሕጂ ብሓፈሻ ሙዚቃ ሸሞንተ ስኬልስ እንየን ዘለዋ ዶ ሬ ሚ ፋ ሶ ላ ሲ ዶ ዝበሃላ ኣለዋ ኣብ ክራር ሕጂ ዶ ሬ ሚ ሶ ላ ዶ እተን ሽዱሽተ ጥራይ እየን ዝመጻ እተን እተን ክልተስ ኣይመጽኣን እተን ሓሙሽተ ጥራይ እየን ዝመጻ ሕጂ ኣነ ግን እተን ሸሞንተ ስኬልስ ብምሉኣን ከም ዝመጻ ክገብር እፍትን ኣለኹ ብዓቕመይ ብዝኾነ ጽቡቕ ውጽኢት ከኣ እረኽበሉ ኣለኹ።

ምስ መደብ ቆላሕታ ኢና ጸኒሕና ክቡራት ተዓዘብትና ከምዚ ክንከታተሉ ዝጸናሕና ድማ ንራብዓይ መድረኽ ዝኸውን ዝተፈላለዩ ምድላዋት እዩ ዝግበር ዘሎ በዚ ኣጋጣሚ ድማ ንኹሎም ተወዳደርቲ ዓወት ንምንየሎም ሕጂ እምበኣር ክቡራት ተዓዘብትና ደርፊ ኢና ሒዝናልኩም ቀሪብና ዘሎና ናብ ስቱድዮ ከስክረኩም